ሰላም ኣሕዋት ኣብዛ ናይ ፍረንች ክላስ እምበኣር ብዛዕባ ናይ ኣጀክቲቭ ኮይኑ ተክሚነዞም ኣብ ዝሓለፈ ክላስ ርኢና ነርና ሕጂ እውን ክንቅፅል ኢና ምክንያቱ ኣብ ዝሓለፈ ክላስ እንታይ ርኢና ነርና እንድሕር ኢልና እዚ ኩሉ ርኢናዮ ኔርና ሓደ ብሓደ ከኣ ገሊጽናዮ ኔርና እንታይ እዩ ንምባል እዩ ብዝተፈላለየ መልክዕ ተኽሚ ነዞም ኮንጁጌት ክንገብር ከም ዘለና ንሱ ከኣ ምንታይ ተመርኪስና እንታይ እዩ ጸትኡ ፕሉኸል ድዩ ሲንግለር ብዙሕ ድዩ ውሑድ ሕጂ ንኣብነት እንታይ ወሲድና ኔርና ሸዝ ኮፍ መበሊ ብጓል ኣንስተይቲ መንጸር ገሊጽናዮ ኔርና ኮፍ ኢሉ ኣሎ ኣብ ሓንቲ ሸዝ ዶንክ ሓንቲ ሸዝ ኤክሰተራ ኤክሰተራ ተመሊስና ንረኣያ ባይዘወይ ንስለ ነቲ ሎሚ ንሪኦ ክሕግዘና ኦኬ ናብዛ ከ ናይ ሎሚ ድሕር ኬድና እዛ ናይ ሎሚ እንታይ ኢና ናይ ምንታይ ተኽሚነ ዘና ክንርኢ እንድሕር ኢልና እዚኦም እቶም ኤክሴፕሽናል ዝበሃሉ ሓፈሻዊ ቤዝ ክቡና ስለ ድኽእሉ እየ ንኣብነት ተኽሚነዞን ኣቬክ ተኽሚነዞን ማስኪሊን ኢልና ንፅውዖም ኣለዉ መብዛሕትኡ ግዜ ዝመፁ ማስኪሊን ወድ ተባዕታይ ማለት እዩ ብእንግሊሽ ክንፅሕፈሎም እንተኮይና ማን ክንብል ኢና ባይዘወይ ኣገዳስነት የብሉን ባይዘወይ ብእንግሊሽ ምፅሓፍን ዘይምፅሓፍን ምክንያቱ እቲ ሓሳብና እንታይ ፍሬንች ክንመሃር ስለዚ ኩሉ ብፍሬንች ክንገብሮ ኢና ማስኪሊን ማለት እዩ ማስኪሊን እቶም ብማስኪሊን ዝውዱ ኣለው ኣጀክቲቭ ማለት እዩ ንኣብነት ኣብዚ እቶም ብማስኪሊን ድውድኡ እንታይ ኢኡኤል እንድሕር ዳ ድውድኡ ኣለውና እዚኦም ብምልኦም ማስኪሊን እዮም ድሕር ዳ ብፌሚኒን ክንፅሕፎም ደኢልና ምክንያቱ ሓደ ሓደ ግዜ ብማስኪሊን ዝውድኡ ኣለዉ ተባዕታዋይ ዝኾኑ ነገራት ኣለዉ ኣብ ናይ ጓል ኣንስተይቲ ክንጥቀመሎም ከለና ከዓ ክንቅይሮም ኢና ክንግደድ ኢና ኣብቲ ናይ ተሚኒ እዞም ሕጂ እንዳወሰኸ ይኸይድ ኣሎ እታ ቀዳመይቲ ቪድዮ ተዘይርኢኹማ ብዛዕባ እዚ ንዝብሎ ዘለና ሽውያ ክትከብድ እያ ስለዚ ማስኪሊን ኣሎ ኡኤል እንድሕር ዳኣ ወዲኡ ከምቲ ትሪእዎ ኣለኹም ሽዑ ብናይ ጓል ኣንስተይቲ ክንጥቀመሉ ከለና ዳብል ኤል ጌርና ኡ ክንውስኽ ኢና ከምቲ ትሪእዎ ኣለኹም ማለት እዩ ንኣብነት እንድሕር ኢልኩምኒ ይቕሬታ ንኣብነት እንድሕር ኢልኩምኒ ኣነም ናቲኻል ክንብል ኢና ሓደ ሰብኣይ ናቹራል ናቹራል ሰብኣይ ክንብል ኮልና ባይዘወይ ደቂ ሰብ ብምሎም ናቸራል እዮም ተሓሳብና እንታይ እዩ ኣካዳድንኡ ገለ ኦሪጂናል ኢና ንብሎ ባይዘወይ ኣብ ናይ መዓልታዊ ሂወትና ኣካዳድንኡ ገለ ናቸራል ብዘይ ዶክሬሽን ወይ ድማ ሓንቲ ጓል ኦኬ ኣብ ናይ ጓል ገለ ዓይነት ምክንያቱ ብብዝሒ ደቂ ኣንስትዮ ዶክሬሽን ይጥቀማ እየን ብዝብል ሓሳብ ኢና ንገልፀን ሕጂ ንሕና እንታይ ክንብል ኢልና ሓደ ሰብኣይ ናቸራል ምሽ ኢልና ኣለና ጥቕን ገዳሲና ናይ ላይ ሎሚ ኡኤል ወዲያ ኣላ ከምዛ ዚኣ እምነት ዘረኣኹም ኣብዛ ቀዳመይቲ ማለት እዩ ደቂ ኣንስትዮ ናቸራል ጓል ኣንስተይቲ ናቸራል ኣብዚ ግን ሲንግል ኣለና ንኸስ ዘለና ምክንያቱ ብብዝሕ እንድሕር ነረ እንተዝኾና ኤስ ምወሰኽና ኣብቲ ሲንግል ተኣብነት ኣነ ዘረ ክንሪኦ ዝደለኹ እቶም ቀፃሊ ብሂወትና ድመፁ ኣጀክቲቭ ኦኬ ሕጂ ናቹራል ክንብል ኮለና ሓንቲ ጓል ኣንስተይቲ ናቹራል ነይሩ ተዝኸውን ግን ዳብል ኤል ምወሰኽና ዳብል ኤል ወሲኽና እዎ ከዓ ምገበርና ተሓሳብ ተረዲእኩም ክኸውን ተስፋ ገብር ሕጂ ንኣብነት እንታይ ክንገብር ኢና ንስለ ኣብነት ኣብዚ መፂና ንፅሕፎ ኢና ንኣብነት ሓደ ወዲ እንድሕር ደኣ ኮይኑ Un homme Un homme natural ናቹራል ከምዚኣ ክንፅሕፋ ኢና እንድሕር ጓል ይቕሬታ ኣይዕበኽዎን ይረኣይኩም ኣሎ የለንስ ክሪኦ ስለ ደይክእል ከነዕብዮ ኢና ከምኡ ርግፀኛታት ንኸውን ሽዑ እንድሕር ደኣ ሓንቲ ጓል ኢልና እታ ቀዳመይቲ ዝፀሓፍናይ ኣኖም ናቸራል ሓደ ወድ ተባዕታይ ናቸራል ዝኾነ ማለት እዩ እታ ጓል ኣንስተይቲ ናቸራል እንድሕር ክንብል ተኮይና ግን

እምበኣርከስ ኣብዚ ወዲ እዚ ተባዕታይ ስለ ዝኾነ ከም ዘለዎ ገዲፍናዮ ኣብዚ ግን እው ጥራይ ደይኮና ክንውስኽ ዘለና ከምቲ ቀዲመ ድበልኩም ኣብተን ቀዳሞት ክላሳት ቤዝ ዝረኣናዮ እንደገና ኤል ኡ ክንውስኽ ኢና እዚ ማእሲ ኢና ንውስኽ ኣብ ኡኤል ዝውድኡ ኣብዘም ኣብዘም ትሪእዎም ዘለኹም ማለት እዩ ኣብዘም ብከምዚ ዝውድኡ ብምልኦም ብኡኤል ዝውድኡ እምበኣር ዳብል ኤል ጌርና እዎ ክንውስኸሎም ኢና ብካልእ መገዲ ሕጂ ኢንፋም ኢልና ኣለና ባይ ዘ ወይ ንኣብነት ንሳ ናቹራል እያ ክንብል ድሃር ኮይና ኤልኤ ናቹራል ይቕሬታ ኣብዚ ኣር ኣጉዲልና ኣለና ብከምኡ ዘይተቐበለና ናቹራል ከምዚ እውን ክንገብር ንኽእል ኢና ንሱ እውን ንሱ ትወተዋታይ ዋላ ንሱ ናቹራል እዩ ክንብል ተኮይና እሱ ናቸራል እዩ ክንብል ተኮይና ኢልኤ ናቸራል ከምዚኣ ጠጠው ነብላ ማለት እዩ እዚ ተሓሳበይ እቲ ክንሪኦ ዝደለኹ ኦኬ እዚ ኣብ ነፍሲ ወከፍ ኣብ ኮሎን ክነብልና ምስ ግዜ ክንሪኦ ኢና ባይዘወይ ኣብዚኣ እዚኣ ተቐዳሚት እያ ተካልኣይቲ ካልእ ካልኡና ኣጀክቲቭ ኣቤክ

ፕኾሜኽ ከምቲ ትሪእዎ ኣለኹም ኣብ ወዲ ተባዕታይ ኡ ኤኽ ይውድእ ኣብ ጓል ኣንስተይቲ ክኸውን ከሎ ግን ነታ ኡ ኣክሰንት ወሲኽና ኤኽ ኡ ወሲኽና ኣላ ንኣብነት ነዚኣ እውን ብኣብነት ክንሪኣ ኢና ፕኾሜኽ ማለት እዩ ፕኾሜኽ ማለት ከዓ ቀዳማይ ንኣብነት ንሳ ቀዳመይቲ እያ ወይ ንሱ ቀዳማይ ይኾነ ኢልና እቲ ፍልልይ ኣብ ምንታይ ኣነ ክንሪኦ ዝደለኹ ፋኑ ክንሪኦ ዝደለኹዎ ደይኮነስ እቲ መብዛሕትኡ ግዜ ዝመፅእ ማለት እዩ እዚኦም ኣዝየም ኣገደስቲ እዮም ምክንያቱ ከምኦም ተደጋገምቲ ስለ ድመፁ እዚኦም ሒዝናዮም ተፀኒሕና ነቶም ዝመፁ ካልኦት እውን ከምኡ ዓይነት ኮንጅጌት ክንገብር ኣይክንፅገመም ኢና ማለት እዩ ንኣብነት ኢል ክብል ከለኹ ንወዲ ተባዕታይ ይገልፅ ምህላወይ ተረዲእና እዩ ኣቐዲምና ንኣብነት ኣነ ማለት እዩ ኢል ኤ ፕሮሜር ከምዚኣ ትውዳልና እያ ሕጂ እቲ ሓሳብ እንድሕር ዳሪኹማ ኣብዚኣ ከም ዘላታ ርኢኹማ ኣለኹም ኣብዚኣ ከመይ ጌራ ከም ዝወደት ርኢኹማ ኣለኹም ሕጂ ንሕና ከንታ ክንርኢ ደሊና ኣለና እዚኣ እታ ንወተባዕታይ ትገልፅያ ኤል እታ ጓል ኣንስተይቲ ማለት እዩ ይቕሬታ ብፀሊም ክንቀይር ኢና ምንተ ኩሉ ሕደ ኮነና ኤል ኤ ፖሜ ሕጂ ኣተዓምቕየ ምቅያር ትመፅእ ሕጂ ክንዲ ኡ ነታ ኡ ኡ ኣክሰን ተግዮ ክንቀይራ ኢና ከምዚኣ ትሪዋ ኣለኹም ኣብ ፍሬንች እዩ ዘሎ ፍልልይ ከ ኣለዎ ብርግፅ ዋላ በዳማምፃ ኤኽ ኤር ኣኽ ኤኽ ኡ ወሲኽና ኣላ ማለት እዩ ሕጂ እዚን ተናህና ሓሳባት እየን ኣበይ ትፍልልይ ትፍልልይ ኣበይ እንድሕር ኢልኩምኒ ኣብዚኣ እዩ ትፍልልይና እዚኤን እያ ተስተብሃልሉ ክትህልዉ ተስፋ ይገብር ከምዚ ዓይነት ቨርብ ለው ኩሉ ግዜ ብዝረኸብኩምሉ ብከምዚ ዓይነት መልክዕ ኢኹም ከመይ ዓይነት ቨርብ እንዳሕልኩምኒ ኡኤ ክንድውዱ በዘዊ እታ ቴብል ኣብዚ ዘላ ንኩሉ እያ ትገልፅ ዝተወስ ንኩሉ ደይኮውን ኩነ ባህራይሲ እቲ ዝበዝሐ ፓርቲ በዚ መልክዕ ክመፃኩም እዩ ኮንጅጌት ክትገብሩ ከለዎም ከዓ ነዚ ተኸቲልኩም ክትገብርዎ ፈትኑ። ነዚ ብርግጽ ኩሉ ብሓንጎልና ክንሕዞ ንኽእለ ማለተይ ኣይኮንኩን፣ የግዳስ ርኢናዮ ስለ ዘለና፣ ድሕሪ ደኣ ክልተ ሰለስተ ግዜ መዓልቲ ደጋጊምናዮ እሞ ከኣ ተለማሚድና ክመጽእ ይኽእል እዩ ብርግጽ። ኦኬ ሕጂ እቲ ሓሳብ እንታይ እዩ? ቀዳመይቲ ርኢና፣ ቀዳመይቲ እዚኦም ብ ኡኤል ዝውድኡ ኡኤኽ ዝውድኡ ካልኦት ርኢና፣ ሳልሰይቲ ክንርኢ ኢና። ሳሰይቲ ብጅይ ዝውዱ እየ ድሕሪ ኣብ ተባዕታይ ተኮይኑ ጂ ትሪእዎ ኣለኹም ከም ዘለዎ ክንገድፎ ኢና ጓል ኣንሰይቲ ድሕሪ ተኮይና ግን ጂ ዩ ኡ ክንውስኽ ኢና እዛ ትሪእዎ ኣለኹም ማለት እዩ እሳ ከንታይ እያ ኦብሎንግ ኦብሎንግ ከም ዝትሪእዎ ኣለኹም ትፍሊ ሕጂ ንነፍሲ ወከፎም ከይድና ኣብነት ክንገብራ ይንኽእል ኢና ምክንያት ተኸላስ እናዋሓለና እቲ ግዜ ሕፅሩ ግዜ ስለለና ግን ከምታ ቀዳሚትን ካልኣይትን ኣብነት ዘረኣናዮም ንሱ እዩ ኩሉ ግዜ እንታይ ኣለኩም ኢል ኤ ኦብሎንግ ኤል ኤ ኦብሎንግ ኤክሰተራ ኣቤክ ኡኤን ዝውድኡ ኣለውና ንሶም ክህልውና ከለዉ ንደቂ ተባዕትዮ ከም ደለዎ ንገድፎ ምክንያቱ ደቂ ተባዕትዮ መበለይ እዛ ፓርቲ እዚኣ ናይ ማስኪሊን እያ እዛ ፓርቲ እዚኣ ናይ ማስኪል ናይ ፌሚኒና እዛ ፓርቲ እዚኣ ከዓ ናይ ኣብነት ሓደ ካብቶም ኣጀክቲቭ ብከምኡ ድውድኡ መዓት መዓት ኣብነት ከምኦም ኣለውና ግን ሓደ ካብኦም ኣምፂእና ፍልልይ ኣብ ጓል ኣንሰይትን ወተባዕታይን ንፈልዮ ኣለና እዚኣ ፓርቲ እዚኣ ነቲ ወተባዕታይ ድውክል እዩ እዚኣ ከዓ እታ ነታ ጓል ኣንሰይቲ ኮንጅጌት ምስ ገበርናዮ ማለት እዩ እንደገና ኡኤን ኢልና ኣለና እታ ሳልሰይቲ ኖ ራብዐይቲ ኢና ደልና ራብዐይቲ ኡኤን ኢልና እንድሕር ደኣ ፌሚናን ክንጥቀመሎም ደልና ከዓኒ ኡኤን ኢልና ዳብል ኤን እውን ንውሳ ሟያን ኣቨሬጅ ማለት እዩ ገምጋም ወይ ድማ ሞየን ናይ ጓል ኣንስተይቲ ሕጂ ኦኬ ይቕሬታ ኣብ ምንታይ ኢና ክነስተባል ዘለና ክንገልፅ ክንፍት ኢና ነግረ መገድና ኣብዚ ኢና ክነስተባል ዘለና እዚ ከ ኣብ ምንታይ ኢና ንሪኦ ኣለና ኣብዚ ንሪኦ ኣለና ንጓል ኣንስተይቲ ክኸውን ከሎ ኦኤን ኣለውና ሓምሸይቲ ኦኤን ድሕር ፀኒሕና ሓደ ቨርብ ንኣብነት ቦን ቦን ማለት ፅቡቕ ማለት እዩ ፅቡቕ ንወዲ ተባዕታይ ፅብቕቲ ከዓ ንጓል ኣንስተይቲ ሕጂ ፅብቕቲ እታ ፅቡቕ ንሓደ ወዲ ተባዕታይ ፅቡቕ ገዲፍና ኣለና ንጓልንስተይቲ ክኾን ከሎ ግን ቲ ሓዊስናሉ ጽብቕቲ ስለዚ ንሱ እዩ ትፍልልይ ኦኤን ድሕሪ ዝውድእ ኣጀክቲቭ ረኺብና ኦ ጌርና ዳብል ኤን ኡ ክንውስኸሎ ኢና ስለዚ ቦን ወይ ድማ ቦን ኡኤኽ እንድሕሪ ውድእ ተኾይኑ ኡኤኽ እንድሕሪ ውድእ ተኾይኑ ኡ ኡ ኤስ ኡ ክንውስኸሉ ኢና ንኣብነት ፍላቶኽ ፍላቶኽ ብትግርኛ እንታይ ይኹን ኣሎ ንኣብነት ተሓጒሰ ኣሎ ሓደ ደረጃ እዩ ካብ ዓቕን ንላዕልን ዝተሓጎሰ ነገር ፍላቶኽ ማለት ካብ ዓቕን ንላዕሊ ሕጉስ እዩ ባይዘወይ ነገራት ደደረጀኦም ኣለዉ

ሕጂ እዚኣ እታ ሻድሸይቲ እያ ሻውዐይቲ ክንርኢ ኢና ናይ መወዳእታ ኤፍ ድውድኡ እንድሕር ደኣ ሃልዮምና ናብ ቪ እዎ ክንውስኽ ክንቅይሮም ኢና ፓሲፍ ኢንፋም ኣኖም ፓሲቭ ከምዚ ክንገብር ንኽእል ኢና እንድሕር ደይድናዮ ናይ መወዳእታ ምኾነ ኣብነት ምስ ተሪፍና ደሎ ኢል ኤ ፓሲቭ ተዘይተጋጌ ኣቤክ ኢኤፍ ወትኽክል እዚ ትወ ተባዕታይ ከም ዘለዎ ገዲፍና እያ እታ ኣጀክቲቭ እቲ ኣጀክቲቭ ናህና ብምንታይ ትውድእ እቲ ኣጀክቲቭ ናህና ብኢኤፍ እያ ትውድእ ፓሲቭ ጥራይ ኣይኮነን ብዙሕ ካልእ ኣጀክቲቭ ከሉ ክእል እዩ ግን እቲ ብምሉ ኣጀክቲቭ ብኢኤፍ ዝውድእ ከም ዘለዎ ክንገርፎ ኢና ኣብ ናይ ደገዎ ተባዕታይ ኣብ ናይ ጓል ኣንስተይቲ ክንታ ንገብር ኢና እና ኤል ኤ ፓሲቭ ሕጂ እታ ፍልሊ ቪኢ ቀይርና እታ ፍልሊ ባር ሪኢኹም ኣለዎ እሱ እቲ ፍልሊ እቲ ሓሳብና ማለት እዩ ሕጂ እንድሕር ሳማራይዝ ክንገብር እንተኮይና ሓዝዎም ዘም ኩሎም ግድን እዩ ምክንያቱ ኣብ ዝኾነ ኮንጅጌት ክንገብር ኮልና ክትግደዱ እዮም ክትሕዝዎ እዞም ኩሎም ሓዝዎ እዞም በዚ ዘለዎ ኮለን ክድምስ እሞ ምእንቲ ክረኣየና ምእንቲ እንታይ ንሕዝ ኣለና ክረኣየና ሓዝዎም እዞም ኩሎም ሕጂ እዞም ኣብዚ ነለኹም በዚኦም ዝውዳእ ኣጀክቲቭ ተሪኢኹም ወዲ ተባዕታይ ተኮይኑ ከም ዘለዎም ትገድፎ ጓል ኣንስተይቲ ተኮይና ብኦም መርፅር ከዓ ናብ ዝተቐይርዎ ምክንያቱ ኣብ ነፍሲ ወከፉ ምቅያራት ትሪእዎም ኣለኹም ኡኤል እንድሕር ነርና ኡ ዳብል ኤል ጌርና ኡ ከም ንቕይር ገለ ርኢና ኣብዚ ከኣ እንታይ ኣለና እንድሕር ኢልኩምኒ ኣብነት ሓደ ካብቲ ኣጀክቲቭ ንሱ ጥራይ ኣይኮነን ብኡኤል ዝውድእ ንኣብነት ናቸራል ጥራይ ኣይኮነን ብኡኤል ዝውድእ ብዙሕ ካልኦት ኣጀክቲቭ ኣለዉ ስለዚ ኣብ ነፍሲ ወከፍ ኡኤል ኣብ ዝረኣኹምሉ ምኻ ኣጀክቲቭ ምዃኑ ተፈልጥኩም ምኻ ብዛዕባ ጓል ኣንስተይቲ ንዛረብ ተሃሊና ዳብል ኤል ኡ ዶ ዝቕይርዎ ማለት እዩ ኦኬ ንሎሚ ብዚኣ ከለና ኣብዚ መጽእ ከዓ ካልእ ከምዚኦም ቴብል ክሕግዙና ድኽእሉ ምክንያቱ እንታይ ድዩ ካብን ናብን ጌጋታት እንዳውሓድና ክንከይድ ማለት ጌጋ ይንገብር ናይ ማለት ኣይኮን ምክንያቱ ማዘር ላንጎጅ ናይ የዴና ቋንቋ ኣይኮነን ስለዚ ግን ከዓ ኣብኡ ንነብር ካብ ሃለና ወይ ድማ ክንመሃሮ ካብ ደለና እንዳጉደልና ክንከይድ እቲ ሓሳብ ስለዚ ነቲ ንዓና ጌጋ ንከይንፍፅም ዝሕግዘና ነገራት ንኩሉ ፀሚቕና ክነምፅኦ ኢና ማለት እዩ እዚኣ ሓደ ካብቲ ካብኡ እዩ